ኦኬ ብኣርከስ እዞም ንሪኦም ዘለና ኣብነት ወይ እውን ክፋላት ክፋላት ናይ ቅፅል ክኾኑ ከለዉ ኮስችን ኣድጀክቲቭስ ኤንድ ኣድጀክቲቭ ኤግዛምፕል ኣድጀክቲቭስ ንኣብነት ናይ ናይ ቅፅልን ሕቶታት ናይ ቅፅልን ርኢና ማለት እዩ ሰው እዚኦም ክንሪኦም ዝፀናሕና ብዛዕባ ኣብነት ናይ ናይ ቅፅል ክኾኑ ከለዉ መቐፀልታ ናቱ ከዓ ኣጀክቲቭስ ኤግዛምፕል ኣለና ብኣል ድውድእ ብኣል ድውድእ ቃላት ኣለዉና ፉል ድውድኡ ቃላት ኣለውና ኣብ እንግሊሽ ኣል ኢንዲንግ ብመወዳእትኦም ኣብ መወዳእታ ዝርከብ ቃላት ክንፈልዮም ንኽእል ኢና ወይ እውን ሳውንድ ናቶም ማለት እዩ ኣንዋል ኣል መወዳእታ ቃልና እንታይ እያ ኣል ፋንክሽናል ኣል ኢንዲቪጁዋል ኣል ኢሰንሻል፣ ሎጂካል፣ እዚኦም ሕጂ ኣጀክቲቭ ኤግዛምፕልስ ወይ እውን ናይ ቅፅል ኣብነት ኮይኖም ግን ከዓ ናይ መን ኣብነት እዮም? ናይ ኣል። እዞም ቀፂልና ንሪኦም ከዓ ናይ ፉል ኣብነት እዮም። ኣውፉል፣ ቺርፉል፣ ዳብትፉል፣ ፌዝፉል፣ ፎርስፉል እዚኦም ናይ ፉል ኤግዛምፕልስ እዮም። ኤስ ክንፅሕፋ ከለና ኣይሲ ንፅሕፋ ክትንበብ ከላ ግን ክ እያ ትንበብ ብትግርኛ ክ ብእንግሊሽ ግን ትራፊክ ክንፅሕፋ ከለና ሲ ንፅሕፋ ክነንብባ ከለና ግን ክ ኪዩቢክ ማኒክ ራስቲክ ስለዚ ናይ ክ ኤግዛምፕል እዮም ማለት እዩ ናይ ክ ኣድጀክቲቭ ኤግዛምፕል ወይ እውን ናይ ቅፅል ኣብነት እዮም ማለት እዩ ቀፂልና ንሪኦ ቭ ናይ ቭ ኤግዛምፕል ወይ እውን ናይ ቭ ኣብነት ክንርኢ ኢና ኢንተንሲቭ ኣዶፕቲቭ፣ ኣትራክቲቭ። ሕጂ እዚኦም ክቡራት ተዓዘብትና እዚኦም ናይ መን ኣብነት እዮም? ናይ ቭ ናይ ኣይቪ ወይ እውን ናይ ቅጽል ኣብነት እዮም ማለት እዩ። ዲስሚሲቭ፣ ኢንቲቪቲቭ፣ ኢንቬቲቭ፣ ፐርስዊቲቭ። ስለዚ እዚኦም ናይ ቭ ኣብነት ክኾኑ እንከለዉ

ግራውንድለስ ብሬስትለስ ሕጂ እዚኦም ኣብ መወዳእታ ወይ እውን ኤንድ ሳውንድ ወይ እውን ኤንድ ፕሮናውንዜሽን ንብሎም ለስ ለስ እንዳተፃሕፎም ዝኸዱ ማለት እዩ ኣብ መወዳእታ ንሪኦ ኦስ ከም ኦስ ኤንድ ስፒች ናቶም ኦስ ዝኾኑ ቃላት ኢና ንርኢ ኣድቨንቸሮስ ፈመስ ገርጅየስ ኮሬጅየስ ደንጀረስ ትሪሙንዶስ ፐብሊዮስ እዚኦም ብምልኦም እዚኦም ብምልኦም እንታይ ዓይነት ሳውንድ ኣለዎም ኣል ሳውንድ ኪ ሳውንድ ቪ ሳውንድ ለስ ሳውንድ ኦ ሳውንድ ኣለና። እዚኦም ኣብ እንግሊሽ እንታይ ዓይነት ታይፕ እዮም ኢለኩ ኣድጀክቲቭ ኤግዛምፕልስ ወይ እውን ናይ ኣብነት ቅፅል ኢልና ንፅውዖም ማለት እዩ። ናይ ኣብነት ቅፅል ኢልና ንፅውዖም ቃላት እዮም ማለት እዩ። እዚኦም ቃላት እዚኦም